ሰላም ሰላም ሰላም ከመይ ኣለኹም ዝኸበርኩም ተኸታተልቲ ኣብ ሙሉእ ዓለም ዘለኹም ፈተውተይ ኣድነቕተይ ብሓፈሻ ኩሉ ዓለም ዘለኹም ቲፎዘይ ደጊምና እንኳዕ ከምዚ ኢልና ገጽ ንገጽ ተረኣየና እንዳበልኩ እዚ ትርእይዎ ዘለኹም መደብ ኣብ ፋኑስ ኢንተርቴንመንት ዝፍኖ ዘሎ መደብ ብምኽንያት ቫላንታይን ዘዳለናዮ መደብ እዩ እቲ መደብ ካብዚ ኣስመራ ደዊልና ምስ ዘለዉ ኣርቲስት ብዛዕባ ቫላንታይን ገለ ገለ ሕቶታት ሓቲትናዮም ኣለና ብ ቴለፎን ተራኺብና እዚ መደብ እዚ ናባኹም ከነብሎ ኢና ከምቲ ኩሉ ግዜ ንብሎ ሳብስክራይብ ሸር ግበሮ ሕጂ ዓው ከምቲ ዓወት ድብሎ ጀሚሮም ኣለሞ ከምቲ ኣነ ዝብሎ ግበሩ ኢኹም ድሕሪ ጃ ይዛርብኒ ኩሉ ግዜ ኣብዛ መደብ ሓድሽ መደባት ሒዝና ክንመፂና ንሎሚ ግን ከም ዝበልኮ ብዛዕባ እዚ ቫላንታይን መዓልቲ ፍቑራት ከመይ ይሕልፍዎ ከመይ እንታይ እንታይ ትገብር ኣለካ ዝብል ሕቶታት ናብ ኣስመራ ደው ኢልና ምስ ኣርቲስት ገለ ውስናት ኣርቲስት ይዕሊለ ኣለኹ ናብኡ ከብለኩም እየ ሰናይ ምክትታል ኩሉ ግዜ ሳብስክራይብ ኮመንት ሸር ኣይትሕመቑ ኢኹም ፋንስ ይኹን ኢንተርቴይመንት ኢልኩም ተመሪፅኩም ኣዘናጋዕ መደብ ክትረኽቡ ትኽእሉ ኢኹም ሃሎ መንክር ከመይ ኣለኻ ሃሎ
ሃሎ ዓወታ ከመይ ሰላም ዶ ኩሉኸ ከመይ ከመይ ዝዓርከይ ሰላም ዲ ከመይ ስራሕ ኩሉ ስድራ ቤተሰብ ኣማን ዲ ኩሉ
ኩሉ ቁኑዕ እዩ ሰላም እዩ ብሓይሊ ኣምላኽ ከመይ እዩ ኮንጉራኻ እንኳዕ ሓጎሰና ሕጉሳት ኢና ብጣዕሚ ሕጉሳት እንኳዕ ሓጎሰና ቴንኪዩ መንክር ሓወይ ቴንኪዩ ንሕና እውን ብልቢ ኢና ነመስግነካ ከምዚ ኢልካ ግዜካ ሂብካ ስለ ዝመፅኻ ስራሓት ንሪኦ ኢና ንሕጎስ ኢና ብዘይ ቀል ዓለም ፅቡቅ ስራሕ እዩ ዝስራሕ ዘሎ ኣብ ዘለኹም ዋ ንዓኹም ሰላምን ጥዕናን ፅቡቅ ናይ ስራሕ ግዜ ይኹነልኩም ዝዓርከይ
መርሐባ እወ ደሓንዩ ፈንጠር እንዳልካ ደሓንዩ እወ እንታይ ደኣ ምቅላስ
መንክር ሓወይ ከመይ ኢኻ መጀመርያ ፍቕሪ ከመይ ኢኻ ፍቕሪ ከመይ ከመይ ትገልጾ ፍቕሪ እስኪ መጀመርያ
ፍቕሪ ደኣ ጽቡቕ እንድዩ ማስ ኣነ እንታይ ይብሎ መስልካ ግን ብፍላይ ኣብዚ ግዜ እዚሲ ኣላትኒ እንዳልካያ ወይ ኣማኒተይ እንዳልካያ ከም ካልእ ኮይና ትጸንሕ ወይ ሓንጒራ ትጸንሕ ካልእ ካልእ ምስ ኮሚዲ ዘይኮይኑ እምበር ልቢ ብልቢ እንድሕር ተኣማሚንካ እቲ ዝበለጸ ኣብ ፍቕሪ ኣብ ሓንቲ ሓደ ሓደ ኮንካሲ ክትነብር እዩ ጽቡቕ
ጽቡቕ ጽቡቕ መልሲ እዩ እዛ መደብና ከዓ መንክር ሓወይ ብዛዕባ ቫላንታይን ኣመልኪትና ዝገበርናያ መደብያ ኣይርዳእና እንዲበር ክንፋቶ መዓት ኢና ብዝብል ኣርቲስት ካብ ኣስመራ ዘሎ ኤርትራን ብካናዳን ዝፈጠርናዮ ኮንታክት እዩ ነዚ ዘይኮነስ ብዓብዩ ካልእ ንፈጥሮ ስራሓት ብሕጂ ከም መጀመሪ ኮነልና ኢልና ኢና ሓሲብና ሕቶታተይ ብዛዕባ ቫላንታይን እዩ መንክር ሓወይ ሕቶ ክሓተካ እየ ሓንቲ ሕቶ ኣርባዕተ መልሲ ክትምልስ ከፍቅደልካ እየ ሓንቲ ሕቶ ምስ ሓተትኩኻ ንሕና ከዓ በዚ እቲ መልሲ እዋ። ኣዳሊና ኣለና ዒስራ ሰባት ዘዳለውዎ መልሲ ኣሎ ካብቲ ዒስራ እቶም ሰባት ዘዳለውዎ መልሲ ናይታ ሕቶ ኣርባዕተ ካብተን ኣርባዕተ ዝመለስካየን ዝ- ሓንቲ እዋ። ተመሊስካ ሓንቲ ነጥቢ ክልተ ተመሊስካ ክልተ ነጥቢ ርዱእ ምሽ መንክር ሓወይ
ርዱእ ርዱእ እወ
ሕራይ እወ ግን ደሓን ሕቶ እ፣ ሓደገኛ እንዲሁ ህሩግ ይብለካ ሃንደበት ኣፍኩስ ኣፍኩስ ተበልካ ፅቡቕ ነይሩ እቲ ሕቶ እዚ
ዋላ ዓንዲ ሓደገኛ ይብሉ ኣጆኻ ደኣ ኣነ ከምዚ ክርእየካ ከለኹ ፈቃሪ ኢኻ ማለት ብፍቕሪ ጽቡቕ ታሪክ ደለካ ኢኻ ኮንካ ስምዓኒ ጽቡቕ ፍቕሪ ዘሕለፍካ ገለ ከመይ ኢኻ ዓርክላትካ ድያ ምናልባት እንድዒ ከይጸሎ ዳ ዝሕቶ እምበር ወይ ሰበይቲ ተመርዒኻ ገለ ከመይ ኢኻ
ዳርጋ ኣብ ናብራኳ ብሕጀ ድቃለስ ዘለኹ ማለትሲ ንዓይ ትኸውን የማን ጸጋም እብል ኣብ ኣፍቃሪት ከኣ ማለትሲ ብዙሕ ዕድል ኣይህባን እየ ብፍላይ ኣብዚ ናይ ቫላንታይን ደይ ብበዝሒ ኣብ ናይ ባህላዊ ክሰርሕ ስለ በረኻ በረኻ ድሕልፎ ናይ ክልተ ዓመት ሰለስተ ዓመት ናይ ቫላንታይን ደይ ክሕለፍኩ እየ ሓሊፍኒ በዚ ጋጣሚ ሰው ሓንቲ መዓልቲ ኣይትብለኒ ንስኣ ምስ ተራኸብና እታ ቫላንታይን ደይ እሞ ደሓን ባዕለይ ክሳይ ከምጽኣልካ ኢላትኒ ዕምባባስ ከይትማላእ ግን ባዕለይ ክሕዘልካ ከም መጽየ መሰለትኒ እወ ጽቡቅ እወ። ገለ ኣይ- ካብ ዕምባባ እኳ ምግዛእ እየ ይድሕን ገለ ካብቲ ምክሳር ገለ ኢለስ ክሳይ ገብራ እወ ገሓር ኣብ ሓደ ክሳይ እ፣ ተራኺብና እወ ከምዚ ኩሉ ትፈልጦ ዕምባባ ማስ ከምዚ ቀይሕ እንዲዮ ተጸብየ ነይረ እሳ ግን እንታይ ተምጽእ ብጫ ዕምባባ ተምጽእ ኣሎ በስመ ኣም እየ እንታይ ደኣ እዩ እዚ እዚ ትርእዮ ኣለኻ እዚ ናይ ተጠንቀቕ እዩ ክንደይ መዓልቲ ክንደይ መዓልቲ በረኻ ኣለኹ በረኻ ኣለኹ ኣዚ ፊልሚ ሰራሕ ኣለኹ ኢልካ ድሕለፍ ካዮሲ ካብ ሕጂ ን ድሕሪ ሕጂ ቫላንታይን ተኾይኑ ደገደፍካ ገዲፍካ ምሳይ ትውዕል እያ በዚ ኣብ ተጠንቀቐ ደለኹ እቲ ብጫ ካርድስ መጠንቀቂላሲ ከምዚ ናይ ኩዕሶስ ብጫ ፍዮሪ ሒዛትልካ መፂኻ ቫላንታይን ምድሪ
ብጫ እወ ተጠንቀቅ ቫላንታይን ደይ ምዕልቲ ሲ ኣነስ ብኩብረት ማለት ሲ ብሓንሳብ ኮይና ከነውዕል እያ ትብል ኣነ ግን ናይ ኣጋጣሚ ናይ ስራሕ ጉዳይ ኮይኑ ከም ዝበልኩካ ብከምኡ እያ ኣብ ተጠንቀቅ እየ ዘለኩ ሕጂ በል ክነግረካ እታ ቀይሕ ፍየር እውን ትርጉማ ከይትቀይራ ቀይሕ ካርድ ከይትቀይራ ናይ ካልእ ትርጉም ከይትባ ብዝተካእለካ መጠን ጽቡቅ ጌርካ ፍቅሪ ቫላንታይን ሕልፍ ኢካ ጽቡቅ ጌርካ ኣብዛ ቫላንታይን እዚኣ ናብ ካልእ ከይትከይድ ንሕና ዝሓዝናዮ መደብ ናትካ ስለ ዘሎ ናብታ መደብ ንሕና ዝበልና ካብኣ ከይድካ ኢካ ሒዝካያ ምሳኣ ናይ ድራር መደብ ትገብር ከም ዝርእየካ ዘለኩ ብጫ ጌራ ካልኢት ብጫ ደጊማ ቀይሕ ከይትበካ መንክር ሓወይ
እዎ ንሕጂ ኣብ ተጠንቀቀ ዘለኩ ደገደፍ ገዲፈ ጥብ ዝብል
ናብታ ቀዳመይቲ ሕቶ ከይድ እየ መንክር ሓወይ ቀዳመይቲ ሕቶ ሓንቲ ጓል ኣንስተይቲ ኣብ ግዜ ቫላንታይን እንታይ ዓይነት ምቅይያራት ከተርእየካ ትኽእል? ማለትሲ ኣብቲ ቫላንታይን መዓልቲ ምስ ተራኸብካስ እታ ጓል ኣንስተይቲ እንታይ ዓይነት ምቅይያራት ከተርእየካ ትኽእል? ካብ ተመኩሮኻ እስኪ መንክር ሓወይ ኣርባዕተ ኣርባዕተ ክትመልስ እዩ ዝፍቀደካ። ብዙሕ ባህሪ ኣርባዕተ ዘሎ ሕጂ ኣብዚኣ ነጥቢ እዚኣ ማለት ድዩ እወ ኣብዛ ሕቶ እዚ ኣርባዕተ መልሲ ክትምልስ ፍቀደካ እዩ ካብዘን ኣርባዕተ ድመለስካየን ኣብዚ ንሕና መሊስና ኣለና ዒስራ ሰባት ዝመለስዎ ኣሎ ካብቲ መልሲ ተፀኒሐ እንተንስኻ ድመለስካየን ነጥብካ ብኡ ይድሕሰብ
እወ ሕጂ ድበዝሓ ግለን እንታይ ይብላ መስልካ ንእሲ ኣብዚ ካብዚ ከተማ ውፅእ ኢልና ርሕቕ ኢልና እስከነዕልፎ እየን ድብላ

ብክዳን ከዓ ከም ዝግበረልና ከም ዝሓይሽለንካ ምቅያር ባህሪ እዩ ዝከዓ ኣብታ ሸዓ መዓልቲ ብክዳን ኣሳቢበ ንበኣስኻ ሳልሰይቲ ከ
ሳልሰይቲ ከዓ ብገንዘብ ገንዘብ ክለካ ከለኩ ሲ ኣብ ደሓሽ ወይ ኣብ ክብር ዘለ እንዳ ማሲ እንዳ ቤት መግቢ ክትወስድ ወላ ዓቅሚ ዘይብልካ ማለት ብታ ዘላትካ ኣብ ክብር ዘለ ኣብ ከምኡ ከእትዋ ዘልያ ሰኻኻ በታ ዓቕምኻ ከኣ ኣብ ከምዚኣ በትሕሸኒ ኖ ብምርጫ ናይ ቦታ ከኣ ኣብዚ ከኣ ትበኣስ ኣብ ከምዚ ከኣ ኣሎ ኣብታ ሸዑ ግዜ ዝመርጾ ቦታስ ካብቲ ካልእ መዓልቲ ፍሉይ ምስ ዓቕምኻ ምጅባኻ ደይከይድ እዚ እውን ሓደ መቀየር እዩ ነቲ ነገር መእተዊ እንታ ኮንካ ከምዚ ቦታ ደይትወስደኒ ኢለን ልዕሊ ዓቕምኻ ሓተኻ ራብዒት ናይ መወዳእታ ኣጆኻ ራብዒቲ ራብዒቲ ንገረኒ ሰማዕካ ኣለኹ መንክር ሓወይ ግዜ ተኣኽለካ ኣላ ግዜ ኣኺላ ኣላ ሰለስተ መሊስካ ኣለኻ መንክረይ ሳላሳ ሰከንድ እየን ነይረን ኣኺላ ኣላ ኣራይ እቶም ዒስራ ሰባት ኣውጺኦሞ ደለዉ መልሲ ኣብዚ ክንርኢ እንተኾይንና ከኣ ቀዳመይቲ ኣብቲ ሽዑ መዓልቲ ትቀያየሮ ባህሪ ናይታ ጓል ኣንስተይቲ እንዲና ኢልና ሕጉስቲ ትኸውን ካብቲ ካልእ ግዜስ ሕጉስቲ ትኸውን እታ ቀዳመይቲ ካልኣይቲ ብዛዕባ መርዓ ክትዕልለካ ትደሊ ብዛዕባ መጻኢ ናይ መርዓ ነገር ትዕልለካ ትደሊ ኣብቲ ሽዑ መዓልቲ ከም ሳልሰይቲ መልሲ ወሲዶማ ደለካ ቀይሕ ክዳን ድረስ ገይራ ትመጽእ ነታ መዓልቲ ፍልይቲ ዝበዝሕ ግዜ ካልእ ግዜ ቀይሕ ኣይገብራን እዩ ዝበዝሕ ግዜ ኣብታ ሽዓ መዓልቲ ቀይሕ ዝገብራ ራብዐይትን ናይ መወዳእታን ከዓ ርእሰ ተኣማንነት እያ ትብል ስለዚ ፍርቂ ነጥቢ ካምፂኻ ዘለካ በተን ዝበልካየን ጀነራል ክንሪኦ ከለና ተመሳሳሊ ናብኡ ዝኸይድ ቁርብ ስለ ዘሎ ፍርቂ ነጥቢ ረኺብካ ኣለካ መንክር ሓወይ
በቃ እሺ በል ታንክ ዩ ኣረ ኣዳብታ ካልኣይቲ ሕቶ ክንከይድ ኢና ዝዓርከይ ተዳሊኻ ኣለኻ ምሽ
እዋ
ሓደ ወዲ ተባዕታይ ነፍቃሪቱ ክሰርሖ ዘይትደሊ ስራሕ እንታይ እዩ? እስኻስ ኣፍቃሪት ሃልያትካስ ኣፍቃሪትካ ክሰርሖ ዘይትደሊ ስራሕ እንታይ እዩ እስኻ? ኣርባዕተ ዝኾነ ሰብ ኣፍቃሪቱ ክሰርሖ ዘይትደሊ ስራሕስ እንታይ እዩ? ኣርባዕተ እስኪ ንገረኒ።
ማለት ሓሶት
ክስርሖ ስራሕ የለካ ዘይንስኻ ምሳል
ባህሪኩም ስራሕ እስኻ ነቃሪትካ ሲ ክሰርሖ ዘይትደሊ ስራሕ እንታይ እዩ ከምዚ ጉልበታዊ ስራሕ ኮይኑ ከምዚ ሚነዋለ
ሚነዋለ

እወ መንክረይ እሳ እስኻ እየ ድብለካ ዘለኹ እስኻ ሲ እሳ ክሰርሖ ዘይትደሊ ነገር እንታይ እዩ ፅቡቕ ሚነዋለ ኢልካኒ ትሽክም ድርቢ ኢልካ ዘለኻ ፅቡቕ ዓርክኻ ንዓኻ ጓልሲ ክሰርሖ ዘይደሊ ስራሕ ሲ እንታይ እዩ ሳልሰይቲ ንገረኒ ሕጂ እሳ ክሰርሖ ዘይደሊ ስራሕ
ዳርፋይ ክኸውን ኣይደልንያ
እንታይ ክኸውን ኣይደ

እወ እስኻስ ክሰርሖ ዘይትደልዮ እንታይ ማለትስታ ኣፍቃሪትካስ ክሰርሖ ዘይትደሊ ስራሕ እንታይ እዩ እስኻ ክሰርሖ ዘይትደሊ ስራሕ ሳሲ ከምዚ ስራሕ ትሰርሕዮ ዘለካ ኣይድግፎን እየ ትብላስ ኣርባዕተ ስራሕ ንገረኒ እስኪ ሚነዋለ ኢልካኒ ሚነዋለ ክሰርሕ ኣይትደልያን ኢኻ ዓርክኻ ሽክም ድርቢ ኢልካኒ ተወሳኺ ክልተ ንገረኒ ሕጂ ዋርድያ ዋርድያ ሳልሳይ ሰብኣይ
ዋርድያ ኸው ሓንተኛ
ሰብኣይ ሓራይ ዋርድያ ንዓናይ ራብዒትኸ

ኣርባዕቲ ሰሚዕናየን ኣለና መንክር ሓወይ ስለዚ እስኪ ክነግረካ ተን መልሲ በዚ ተዳልየ ንለዋ መልስኻ ክነግረካ ዶ እዋ ቀዳመይቲ ኣዳልየማ ዘሎ ወይተር ወይተር ኮይና ክትሰርሕ ኣይትደልያ ኒኻ ዓርክኻ ካልኣይቲ ተዋሳኢት ኮይና ክትሰርሕ ኣይትደልያ ኒኻ ከም ሳልሰይቲ ሞዴል ኮይና ክትሰርሕ ኣይትደልያ ኒኻ ራብዐይቲ ከዓ ሆሴስት

ደኺመ እኮ ንዓኻ ክረድእ መንክር ሓወይ ሰምዓካ ኣለኹ ሰምዓካ ኣለኹ ሰምዓካ ኣለኹ ብመድን ዓለም ሰምዓካ ኣለኹ ኣረ ኣረ ሓራይ መንክር ሓወይ ሳልሰይቲ ሕቶ ከዓ ኣፍቃሪትካ ኣፍቃሪትካ ንዓኻ ኣብ ግዜ ቆፀራ ኣብ እዋይ። ግዜ ቆጸራ ምስ ተቋጸርኩም ቫላንታይን መዓልትስ እ፣ እንታይ ኮይና ዘይመጸት ኢልካ ክትግምት ትኽእል ንኣብነት ትሽድሓካ ምሽ እንታይ ኮይና ዘይመጸት ኢልካስ ክትግምት ትኽእል ኣብ ግዜ ቆጸራ ኣፍቃሪትካ ተጠሊማትካስ እንታይ ኮይና ዘይመጸት ኢልካ ክትግምት ትኽእል ኣርባዕተ ነገር እስኪ ንገረኒ እንታይ ኮይና ዘይመጸት ኢልካ ትሓስብ እ፣
ሓደ ሓደ? እ፣ ክትሓምም ትኽእል ክትሓምም ትኽእል ኦኬ ናይ ገዛ ሽግር ከጋጥማ ክእል ወይ ማስ ናይ ኣባ ናይ ኣዲኣ ምሕማም ከጋጥማ ክእል
ምሕማም ከጋጥማ ክእል ኦኬ ካልእ ድማ ከምዚ ዋላ ውን ኣብቲ ሰዓት እቲ ንዓኻ ዘይደለየ ክትከውን ትኽእል ብኡ ክትበቲ ክትደሊ ደልያ ትኸውን ርክብ ከተቋርጥ ደልያ ትኸውን ምሳኻ
ተሽካዓካ
እዋ ካልእ ድማ ካልኣት ካልኦት ሰባት ብሓይሊ ገጨውማ ክኾኑ ይኽእሉ እሳ ናብኣ እናመፀት ተፀባቢቓ እናመፀት ኮላ ቀይሕ መይሕ ምስ ረኣዩ ብሓይሊ ብጎነፅ ወስደዋ ክኾኑ
ቀይሕ መይሕ ምስ ራእዩ ይወስድዋ ኾነ ስለዚ ሰለስተ ዲኻ መልስካ ዘለካ ራብዒት ላትካ ሓንቲ ንዓናይ
ራብዓይ ድማ ናይ ቦታ ቆፀራ ክጠፍእ ኣኽእል ስኻ ክልቲኻ ሞባይል ጀምርካ ትኸውን የማን ፀጋም እንዳለት ኣብ ጎደና ትሕልፎ በበይናኻ ፋሕፋሕ ትብል
ብሰንኪ ናይ ቦታ ፋሕፋሕ ከዓ በበይን ካብ ጎደና ትሕልፎ ፅቡቅ መልሲ እዩ በዚ ኣጋጣሚ ግን እስኪ ካብተን ንስኻ ድመለስካየን በዚ ደሎ ሕቶ ዝተመለሳ መልሲ ከዓ ክንሪኤን ኢና እንታይ ኮይነ እያ ብመን ዓለም መሊሰ ባኸውን ሕጅሲ
ሰለስተ መሊስካ ኣለኻ በዚ ኣጋጣሚ ክሪኦ ከለኹ ብድንገት ኢመርጀንሲ ኢልካ ሓንቲ መሊስካ ኣለኻ ማለት ዘጋጠማ ነገር ካልኣይቲ ኣቃይሓ ከምቲ ዝበልካዮ ናብ ካልእ ከይዳ ሳልሰይቲ ሳፕራይዝ ማለትሲ ሳፕራይዝ ክትገብረካ ኢላ ንዓኻ ራብዒይቲ ካብ መጓዓዝያ መጓዓዝያ ገለ ኮይንዋ ናይ ቴክኒክ ጉዳያ ስለዚ ሰለስተ ነጥቢ ሰለስተ ነጥቢ ረኪብካ ኣለካ ካብ እርባዕተ እስኪ ክንሪኦ ከለና ሰለስተ ነጥቢ ንሕና ካለ ውሃት ኢና ኣብ ነጥቢ ምጭቕጫቕ ኣይንፈቱን ኢና ሰለስተ ነጥቢ ሂብናካ ኣለና መንክር ሓወይ
እወ እወ እወ እንታይ ደኣ ድምር ድምር ደኣ ብሎ ሓዘን በል ዘን ነጥብኻ ከይጠፋእኻ ሓዘን ኣጆኻ ምስቶም ቅድሚኻ ዝተወዳደሩ ሓዝ ተጓየታ ወዲ ዋ
ማረ ሕራይ እስክበል
ሕራይ ራብዐይቲ ሕቶ ተዳሎ ራብዐይቲ ሕቶ
እወ እወ
ድሮ እ፣ 14 ለካቲት ምስ ኣፍቃሪትካ ዝሰላዕኻዮ ገንዘብ ወይ ዝኾነ ድንገት ነገር ምስ ዘጋጥመካ ሽዑ እቲ ዝሰላዕኻዮ ነቲ ከተብዕሎ ኢልካ ዝሓሰብካዮ ገንዘብ ምስ ኣፍቃሪትካ ዝኾነ ነገር ምስ ትበኣስ ወይ ትረሓቕ እቲ ገንዘብ ንዑ ዝሓሰብካዮ ነቲ ቫላንታይን መዓልቲ ዝሓሰብካዮ ገንዘብ ብድሕሪኡ ኣበይ መጥፋእኻዮ ንስኻ እቲ ገንዘብ ንሽዑ መዓልቲ ዝመደብካዮ ገንዘብ ነቲ ቫላንታይን ኢልካ ንስኻ ትሽድሓካ ሽዑ ኣበይ ትሕልፎ እቲ ገንዘብካስ ኣበይ ትጥቀመሉ
ኣንዳ ዛማ ንጽጉማት ማብኮ ጽግም ዘሎ ሰባት ንጽጉማት ማብኮ
ንጽጉማት ማብኮም ሕረ ሓንቲ ካልኣይቲ
ዓንፃ ዓንፆ ምስ ጀምዓ ኮይነ ምሰተኽዎ
ምስ ጀምዓ ኮንካ ምስ ሰተኻዮ ሕራይ ሳልሰይቲ
ሳልሳይ
ኣጆኻ
ማለት

እወ እተን መልሲ ክንርኤን ኢና እስኪ ክንርኤን ኢና እተን መልሲ ሓደ ምስ ሰተኾ ምስ ተዘናጋዕኮ ዝበልከያ መሊስካያ ኣለኻ ምስ ኣዕሩኽተይ ምስ ሰተኾ ዝበልከያ ካልኣይቲ ምስ ስድራ ቤቱ ይሕልፎ እቲ ገንዘብ ሳልሰይቲ ኣብ መገሻ ንመገሻ የጥፍኦ ምክንያቱ ነቲ ስትረስ ትሳድ ገበረቶ ነገር ንክርስዕ ኢሉ ውፅእ ኢሉ ንመገሻ ኣብ መገሻ የጥፍኦ ትሰሊ ራብዐይቲ ከኣ ኣየጥፍኦን እየ ማለትሲ ሒዘዮ ዓቂበዮ ሱቕ ምበልኩ እቲ ገንዘብ ደጥፍእ ምክንያት የብለይን ጓል ተኸደት ጓል ትመፅእ ኢለ ይብል ዘሎ ስለዚ ካብተን ኣርባዕተ እዞም ኣብ ዕስራ ባንክ ሰባት መጥቆማይ ዝመለስዎ እወ ሓንቲ መሊስካ ክልተ መሊስካ ኣለካ ኣብ ባንክ መእተኽዎ ተመሳሳሊት እያ የጥፍኦን እየ ሳይ ኣብ ባንክ መእተኻዮ ስለዚ ክልተ ነጥቢ ክልተ ነጥቢ ረኺብካ ኣለካ ዝዓርከይ ምጨረንኮ
ምጫሮም ኣብዚኣስ ምጨሮም ክውን እታ ኣብ ባንክ እትዎ ዝበልካየን መሊስካየን ኣላ ምክንያቱ እቲ ገንዘብ ኣየጥፍኦን እያ ደላታ መልሲ ተመሳሳሊ እዩ ኣብ ባንክ ትእትዎ ማለት እዩ ስለዚ ካብ ኣርባዕተ ክልተ ነጥቢ መሊስካ ኣለካ ዝዓርከይ
መርሓባ መርሓባ ኣራይ
ክንቅይድ ኢና ክንቅጽል ኢና ናይ ሓምሸይቲ ሕቶ ኣርባዕተ ተሪፈናና ኣለዋ ሕቶታት ሸሞንተ እየን እተን ሕቶታት ካብዘን ሸሞንተ ተዋህሊሉ
መንክር ሓወይ ደሓር ነጥቢ ምስ ተተሓዘ ዝለዓለ ነጥቢ ተምፂኻ እውን ሽልማት ኣለዎ እዩ ኣጆ ካብዘን ተሪፈን ዘለዋ ዘን ነጥቢ ተኪኢኻ ዝለዓለ ከተምፅእ በዚ ኣጋጣሚ ከዓ ብልቢና ነመስግነካ ደጊምና ደጋጊምና መንክር ሓወይ ፅቡቅ ስራሕ ኢኹም ትሰርሑ ዘለኹም ሕጉሳት ኢና ንሕና ኣይሆብ ሓደ መዓልቲ ተጠሪፍና ንሰርሓሉ ግዜ ከዓ የምፃና ኸውን ኣብ ዘለናዮ ሰላምን ፍቕርን ነውርደልና ሃፒ ቫላንታይን ደይ ከኣ ግድን
መርሓባ ንኹልና ንኹልና ዓወተይ ሕራይ ሓምሸይቲ ሕቶ ሓምሸይቲ ሕቶ እንታይ ትብል ኣላ መንክር ሓወይ ሓንቲ ኣፍቃሪት ኣብ ቫላንታይን ደይ መዓልቲ ከተማልኦም ዘለዋ ኣፍቃሪ ሓንቲ ሓደ ፍቃሪ ድሓን ብናትካ ወዲ እንዲኻ ሓደ ፍቃሪ ኣብ ቫላንታይን ደይ ከማልኦም ዘለዎም ነገራት ኣርባዕተ እስኪ ንገረኒ። ንስኻሰ ቫላንታይን ደይ መዓልቲ ምሳኻ ከለስ ተማልኦም ኣርባዕተ ነገራት እንታይ እንታይ ምገበርካ? ኣርባዕተ ነገራት ነታ ሽዓ መዓልቲ ነታ ኣፍቃሪትካስ እንታይ እንታይ መማ- ዝትገብሮ ነገራት ኣሎ ተማልኦ ነገራት ሕራይ መንቅርሓ ወይ ቀፂላ ደላ ሕቶ

ሳልሳይ እቲ ኣካይድናና ከኣ ማለት ኩሉ ዘማልኣ ክኾን ኣለዎን። መደባት ትገብሩ መደባት ትገብሩ እወ ሳልሳይ ከ? ናይ ድራር መደብ መዓደምኩ ናይ እወ ሳልሳይ ናይ ድራር መደብ ናይ ድራር መደብ ምገበርካ እወ

ቀዳመይቲ ህያብ ድበልካያ ህያብ ናይ በሓቂ ይመልስ ካልኣይቲ ናይ ድራር መደብ ዝገበርካላ ዝበልካያ ሳውን ጽብቕቲ እያ መሊሶሞ እንደለዎ ካብ ዝም ዕስራ ሰባት ሳልሰይቲ ቀይሕ ልብሲ እዚ እውን መሊስካያ ኣለኻ ራብዐይቲ ከዓ ፍቕሪ ትገላለጽ እያ ደላ እስኻ ዝበልካዮ ብዛዕባ መርዓ መደባት ምውፃእ ሕጂ መደባት ምውፃእን ፍቕሪ ምግልላፅን ፈላለዩ ስለዚ ካብ ኣርባዕተ ሰለስተ ነጥቢ ምፂኻ ኣለኻ ዝዓርከይ

እታ ሓንቲ ዋካ ዋካ ኢኻ ኢልካያ ግን ኣብ ዘይኣደላ መልሲ ፍቕሪ ምግላጽ ካብቲ ካልእ ግዜ ንላዕልስ ሽዑ ፍሉይ ዝኾነ ኣገላልጻ ፍቕሪ ትጥቀም እያ እታ መልሲ ስለዚ ንሰለስተ ነጥቢ ምጺኻ ኣለኻ ፍቅሪ ካብ ኣርባዕተ ሰለስተ ምጺኻ ኣለኻ እኹል ድዩ መርሓባ ማለት እቲ ዋካ ዋካ እንዳልካ እንዲኻ ትገልጾ እቲ ፍቕሪ ግን ድሓን ብዝኾነ ድሓን ሕፈፍ ንብሎ ድሓን
ናብታ ቀጺላ ዘላ ንኸይድ ዝዓርከይ ሓንቲ ጓል ኣንስተይቲ ሓንቲ ጓል ብድሕሪያ ዘላ ቀፃሊት ሕቶ እያ ሓንቲ ጓል ኣንስተይቲ ኣብታ ቫላንታይን መዓልቲ ካባኻ ካባኻ ትፅበዮም ነገራት እንታይ ኣሎ ካባኻስ ክትገብረላ ትፅበዮም ነገር ኣብታ ሽዓ መዓልቲ ኣርባዕተ ነገር እስኪ ንገረኒ ህያባት ማለት ሲ ነቲ ሽዑ መዓልቲ ህያብ ተዳሎ እንዲኻ ግድን እንታይ ዓይነት ህያብ ትፅበ ሽዑ መዓልቲ ጓል ኣንስተይቲ ካባኻ ኣብታ ቫላንታይን መዓልቲ

ሐራይ እንታይ እየን ደለዋ መሲልካ ኣብዚ ሓንቲ ጓል ኣንስተይቲ ካባኻ ትፅበዮም ነገራት ኣብ ቫላንታይን ፍዮሪ ፍዮሪ ትፅበያ ግድን ካባኻ መኪና መኪና ኦ፣ የዋ። ማለት ህያብ እዩ ፕሮሚስ ሪንግ ቀለቤት ከዓ ትፅበያ ቀለቤት ቀለቤት ከዓ ትፅበ ሽዑ መዓልቲ ጌርካላ ተዘይፀኒሕካ ዑደት ከዓ ንቫኬሽን ወፅእ ኢልካ ከዓ ካብቲ መዓልቲ ካልእ ግዜ ትገብሮ ከዓ ፍሉይ ዝኾነ እ፣ መደብ ከዓ ትደሊ ፍሉይ ዝኾነ ምዝዋር ካብቲ ፍ- ደሓን ዝኾነ ቦታ ንዓ ይምጥን እዩ ዝበልካዮ ቦታ ከተወስዳ ከዓ ትደሊ ስለዚ ካብተን ኣርባዕተ እቲ ፍዮሪ ዝበልካያ ትድራር ገለ ክልተ ነጥቢ ክልተ ነጥቢ ክልተ ነጥቢ ሂብናካ ኣለና ዝዓርከይ
ዋይ ዋይ ኣረ በል በልኩሞ ይኹን ኣረ
ግን እቲ ስኻ ትብሎ ዘለኻ መንክረይ ብዝኾነ እቲ ስኻ ትብሎ ዘለኻ እውን ጌጋ ኣይኮነን ቁኑዕ መልሲ እዩ እቲ ትብሎ ዘለኻ ንውስ ወከፍ ሕቶታት እሱ እውን ትክክል ዝግበር ነገር እዩ ግን ንሕና በዚ እዞም ዒስራ ሰባት ዘውፅወን መልሲ

ሸለልትነት ቀዳመይቲ መልሲ ዘላ ሸለልትነት ባህርያት ማለት እቲ ባህርያት ከዓ ሸለልትነት ዘለካ ተኮይኑ ብከምኡ ምክንያት እቲ ቫላንታይ ናይ ተገብሮ እንዳተፀበየትካ ካልኣይ መፃምዲ ዘይምህላው ቫላንታይን መቸም መፃምቲ ተዘይብልካ ቫላንታይን ትሕልፍ ዲካ ትሕልፍ ኒካ መፃምቲ ሽዑ ጎቲትካ ይተምፅኒ ኢካ ጓል ከም ካልኣይ ምክንያት ዘሎ ትሕልፍ ኢካ
ኣብ ምንታይ እንታይ ምስ ነብስኻ ዝብልካ ይትሕልፍና ኣይትሕልፍሳልሳይ ስራሕ ስራሕ ድበ ሳልሰይቲ ስራሕ ዝበልካያ መሊስካያ ኣለኻ ስራሕ ብስራሕ ምክንያት ከይሕለፍካያ ክሓልፈካ ክእል እዩ ከም ራብዓይ ከዓ ባህሊ ባህሊ ትብል ተኾንካ ንኣብነት ባህልና ኣይኮነን ምሽ ባህልና እንታይ ይባላ እንታይ ባህሊ ባህልና ዘይኮነ ገለ ትብል ተኾንካ ከዓ እዚ ውን ካብቲ ምኽንያት ከተቑርፅ እወ። ዘይገብረካ ናይ ቫላንታይን እዩ። ስለዚ ካብተን ኣስ- ኣርባዕተ ሓንቲ እታ ብስራሕ ዝበልከያ መሊስካ ኣለኻ። ሓንቲ ነጥቢ ወሲድካ ኣለኻ ዝዓርከይ።
ዋይ ኪድ በል እስኪ። ከምቲ ደይ ዘሎ መዓት ከምቲ
ዓራይ
ሄሎ ኦት መንክረይ ናይ መወዳእታ ሕቶኻ እያ ናይ መወዳእታ መርሓባ። ሕቶኻ እዚኣ
ናይ ሞ እሺ
እ፣ ንምንታይ ኢና መዓልቲ ፍቑራት ነብዕል እስኪ ንገረና ኣርባዕተ ምክንያት መዓልቲ ፍቑራት ሲ ንምንታይ ነብዕል እንታይ ስለ ዝኾነ ነብዕል መዓልቲ ፍቑራት
እ፣ መዓልቲ ፍቑራት ከም ማለት ይህንን ትበሃለሉ ናይ ም- ኖ፣ ኖ፣ ኖ፣ ኖ። መደባትካ ኣስፊሕካ ትገልጸሉ እ፣ ኣይኮነን ስምዓኒ መንክረይ እታ ሕቶ መዓልቲ ፍቑራት ሲ ንምንታይ ኢና ነብዕል መዓልቲ ፍቕራስ ንምንታይ ነብዕሎ እያ ተሐቶ እንታይ ስለ ዝኾነ እዩ መዓልቲ ፍቕራስ
ስለ ዘፍቀርና ስለ ዝተፋቐርና ሓደ
ስለ ዝተፋቐርና ሓራይ ካልኣይቲ
ማለት ይህን ይህን ክንበሃል

በቃ እሱ እዩ
ሰለዚ መሊስ ሰለስተ ኢኻ መሊስካ ዘለኻ እስኪ ክንርኤን ኢና እታ ሕቶ እንታይ እያ መዓልቲ ቫላንታይንስ ንምንታይ ኢና ነብዕሎ እንታይ ስለ ዝኾነ ኢና ነብዕሎ ቀዳመይቲ ሃገራዊ በዓል ስለ ዝኾነ ብዓለም ደረጃስ ሃገራዊ ካላንደር ዘሎ መዓልቲ ቫላንታይን ስለ ዝኾነ ይበዓል ግዴታ ከም ካልኣይ መፃምድቲ ዋይ መብፅዓ ንምሕዳስ መብፅዓ ንምሕዳስ እታ ዝበልካዮ ኢሂን ምሂን መብፅዓኻ ትሕድስ ኢሂን ምሂን ዝበልካዮ ማለት እዩ እዚኣ ንክብሪ መርሓባ፣ መጻምድትኻ ከም ሳልሳይ ከዓ ንክብሪ መጣ- መጻምድትኻ ም- ማሲ ግቡእ ስለ ዝኾነ ንዓት ቫላንታይን ደይ ከም ፍሉይ ወሲዳ ከም ፍሉይ መደብ ሓሲብካ ተውዕሎ ስለ ዝኾነ ከም ራብዓይ ከዓ ኣዎ። ሰብ ከይብለኒ ሰብ ከ- ከይብለኒ ካብ ምባል ሰ- ዝ- ማለት ሲ ደይበዓልካ ንኸይብለካ ውን ዘብዕልዎ ሰባት ኣለዉ ከይብለና ኢሎም ምሽ ኣለዉ ሽዑ መዓልቲ ጉትት ኣቢልካ ኣምጺኻ ተብዕሎ ገለ ከምኡ ውን ኣሎ ስለዚ መንክረይ ካብ ዘን ኣርባዕተ ክልተ መሊስካ ኣለኻ ክልተ ነጥቢ ረኺብካ ኣለኻ ኣብ ድዒታ ከም እታዊ እዋ እዋ እዋ ኣብ ድዒታ ሰብ ከይብለኒ ምባል ስብ ድዒታ ኣብ እታዊ
መርሓባ ዓወት ዓርከይ
ስለዚ መንከ እስኻ እውን ዓሰርተ ሓሙሽተ ነጥቢ ኣምጺኻ ን መን ሽሙ ቀዲምካዮ ኣለኻ ን ተተ ቀዲምካዮ ኣለኻ ኤርሚለ ኢዩ ድመርሓካ ደሎ እስኻ ካልኣይ ትመርሕ ኣለኻ ካብ ቀዳማይ ክሳብ ሳልሳይ ኢና ከኣ እቲ ሽልማት ሓሲብናያ ዘለና መንክረይ በዚ ኣጋጣሚ ብልቢ እየ ዘመስግን ቴንኪው ሶ ማች ከምዚ ጌርካ ግዜካ ሂብካ ስለ ዝመጻኻ ቅድሚ እዛ መደብና ምዕጻውና ግን እስኪ ሓንቲ ካርድላ ተቐበሎም እሞ ናይ ድራር መደብ ኣዳሊናልካ ኣለና ኣበይ ቦታ ናይ ድራር መደብ በፂሒካ ኣሎ እስኪ ከፊትካ እታ ቦታ ንገረና ኣበይ ቦታ እታ ናይ ድራር መደብ በፂሓ ትካርደላ
መርሓባ ዓወተይ በዚ ኣጋጣሚ እውን ኣነ እውን ብጣዕሚ እየ ዘመስግን ዓወት ዓርከይ ተንኪው ክብረት ሃበልና ንኩሉ ኣብ ዓለም ሙሉእ ዘሎ ደጋፊ ይኹን ፈታውየይ ብምሉእ ህዝቢ ኤርትራ ሰላምን ራህዋን ወርድልና ተንኪው ክብረት ሃበለይ ኣሜን ርሑስ ቫላንታይን ደይ ይግበረልኩም ድማ
ተመጻመድቲ ዘይብልኩም ድማ ሃሰስ መሰስ ምባል ከኣ ኣይትሕመቑ። እንታይ ኢሎሙኒ በዚ ኣጋጣሚ እዚ እዚ ሓጺር ስልሲ ገለ መለስ ናይ ካሜራማን እዩ ንዓኻ ኣይበቅዕን እዩሞ እስኪ ካልእ ካልእ ገንጽል ኢሎሙኒሞ ይግንጽል ኣለኹ። ሲልቨር ሲልቨር ሪስቶራንት ትብላላ ኣብኣ ዝሓሸት ክትኮነለይ ሲልቨር ኣይሆፕ ሪስቶራንት ሲልቨር ሪስቶራንት በል ኧረ በል ኣብ መስመር ኣለና እወ በዛ ኣጋጣሚ ፋኑስ ትብል በዚ ኣጋጣሚ ተንኪዩ ክብረት ሃበለይ ብክብሪ ዓዲምኩም ነዚ ቫላንታይን ደይ መንክር እበቂዕ እዩ ኢልኩም ብምዕዳምኩም ብጣዕሚ እየ ዘመስግን ኣብ ዘለናዮ ሰሰናዩ ርሑስ ቫላንታይን ደይ ይግበረልና ንብሉ ህዝቢ ዓለም

ሕራይ ዝኸበርኩም ተኸታተልቲ ከም ዝረኣኹሞ መደብና ብደስ ደብል ምስ ድፈቶም ኣሕዋተይ መሳርሕቲ ኣብ ኣስመራ ዘለዉ ክንገብሮ ዝፀናሕና ናይ ሕቶን መልስን ኣብዚ ወዲእና ኣለና እዚ ምክንያት ቫላንታይን ደይ ዝተዳለወ ኣብ ካልእ ግዜ ከዓ ካልእ መደብ ሒዝና ክንመፀኩም ኢና ኩሉ ግዜ ንዓኹም ክሕጉስ ከይደቆስ ከይዝሓድር እዚ ከዓ ሳላትናትኩም ሞራል ሳላትኩም ሓገዝ ትህቡነ ምኽሪ ኣብ ጎነይ ምህላውኩም ኩሉ ግዜ ትገልፁለይ እሞ ኣነ ከዓ ብዘይቀላዓለም ዓቕመይ ዘፍቅሮ ነገር ናባኹም ናብ ቲፎዞ ሒዘ ክመጽእ ኩሉ ግዜ ድልዎይ ደሎ ከይደቆስኩ እየ ዝሓድር ኣብ ካልእ ግዜ ብካልእ መደብ እየ ክምለሰኩም ቅድሚኡ ግን ንዝኾነ ይኹን ብፍላይ ኣብ ቶሮንቶ ካናዳ ዘለኹም ሓፈሻዊ ዝኾነ ይኹን ናይ መርዓ ይኹን ናይ ኩሉ ፕሮግራማት ተደሊኹም ኣብዚ ሞስ ፕሮዳክሽን ኢልኩም ተኣቲኹም በዚ ታሕቲ ደሎ ቴሌፎን ሬድዩ መፅኡ ክንሰርሓልኩም ንኽእል ኢና ክንስእልኩም ንኽእል ኢና ሬዲ ኢና ጥራይ እስኹም ምድዋል እዩ ካባኹም እፅበየ ነገር ሞስ ፕሮዳክሽን ምርጫኹም ይኹን ብዓብዩ ካብ ፋኑስ ኢንተርቴንመንት ኢልኩም ካ ኩሉ ግዜ ደስ ደብል መደባት ሒዝና ክንመፀኩም ኢና ክሳብ ካልእ ግዜ ብካልእ መደብ ንመፅእ ሰሰናይ ኣብ ዘለኹሞ ብጣዕሚ እየ ዝፈትወኩም ቻው